ሰላም ሰላም ሰላም ክቡራት ተኸታተልተይ ሎማዓንቲ ኸዓ ደጊመ ተመሊሰኩም ኣለኹ እምበኣርከስ ናይ ሎማዓንቲ ትሕዝተና ኸዓ ስፓጌቲ ምስ ስጋ ምስ ኣሕምልቲ እያ ትከውን ብደሎ ኣብ ገዛ ኣስቤዛ ማለት እዩ ብደሎ ኣስቤዛ ኣብ ገዛ ግን ንእሽተይ ስጋ ተጌርናሉ ኣዝያ ኣዝያ ጥዕምትን ምቅርትን ትኸውን ማለት እዩ ኣዝያ ጥዕምቲ እያ ብሓንሳእ ኮይና ክንሰርሓ ኢና ቅድሚ ምጅማርና ግን ፕሊዝ ሳብስክራይብ ቶም ሳብስክራይብ ደይገበርኩም ሳብስክራይብ ግበሩ ላይክ ሸር ኮመንት እቶም ሳብስክራይብ ዝገብርኩምለይ ከዓ ከም ቀደምኩም ላይክ እንዳገበርኩም ምትባዕኹም ኣይፈለየኒ እቲ ንስኹም ላይክ ሸር ሳብስክራይብ ላይክ ትገብርዎ ንዓይ ዓብ ዓብ ሓገዝ ስለ ዝኾነ ሞራል ገይረ ደጊመ ሓድሽ ትሕዝቶ ሒዘ ንክመፅእ ስለ ዝሕግዘኒ ንዓኻትኩም ግን ዋላ ሓንቲ ድውዳኣልኩም የለን ስለዚ ፕሊስ ኣሕዋተይ ሸር ሳብስክራይብ እናገበርኩም ላይክ እናገበርኩም ኣተባብዑኒ ሌስ ጎ ብሓንሳእ ንስራሕ እያ እምበኣር ከ ዝደድልዩና ነገራት ከምዛ ትርእይዎ እንደለኹም ስጋ ኣብዚኣ መቲረ ቀሪበየን ኣለኹ ኣብዚኣ ድማ ቃንጥሻ ማለት እዩ ቃንጥሻ ከምዚ ገይረ ንቑመት ገይረ መቲረ ቀሪበየ ኣለኹ ከምዚ ትሪእዎ ዘለኹም ገይረ ኣብዚኣ ድማ ፖርፖሮን ማለት እዩ ፖርፖሮን ከዓኒ ካብተን ሰለስተ ሕብሪ ብጫ ቀይሕ ቀጠልያ ማለት እዩ ካብ ሰለስቲኤን ከምዚ ገይረ ንቑመት ገይረ መቲረ ቀሪበዮ ኣለኹ ማለት እዩ ኣብዚኣ ከዓኒ ሽጉርቲ ማለት እዩ ሽጉርቲ ከዓ ከምዚ ገይረ ንቑመት ገይረ ስላይስ ገይረ መቲረዮ ኣለኹ ኣብዚኣ ድማ ናይ ሽጉርቲ ፃዕዳ ሽጉርቲ ፃዕዳ ከዓኒ ኣብዚኣ ንሃለት ሽጉርቲ ፃዕዳ ቀማማት ከዓኒ ዶሎ ኣብ ገዛና ማለት እዩ። ኣነ እዚኤን ቅሪበ ኣለኹ ፐብሪካ፣ እዚ በርበረ ፀሊም ገለመለ ማለት እዩ። ኣብዚኣ ከዓ ሳልሳ ኣላትና ማለት እዩ። እዚ ድልኽ ሳልሳ ሕጂ በብሓደ ንኹለን ክንሰርሐን ኢና። መጀመርታ ኣብ ድስተይ ቁሩብ ዘይቲ ገይረ ወሊዐየ ኣለኹ ክረስነለይ ማለት እዩ። ከምቲ ትሪእዎ ዘለኹም ቁሩብ ዘይቲ ምስ ገበርኩ ሕጂ ተን ስጋይ ከእትወን እየ ማለት እዩ። ከምዚ ትርእይዎ ዘለኹም ነተን ስጋ ከምዚኣ ገይረ ቀስ ጌርና ንዐአን ኣወሃህድ ከነብለን ኢና። ኣዝያ ኣዝያ ብጣዕሚ ቀላል እያ ግዜ ትበሃል ኣይትወስድን እያ እንድሕር ንኹለን ምትርትር ኣቢልናየን ሕውስ ሕውስ ምባል ወላ ሓንቲ ግዜ ይወስድን እዩ ማለት እዩ ሕጂ ከምዚ ትርእይዎ ዘለኹም ቁርብቲ ማይ ክሳብ ዝሰትየለይ ፅቡቅ ገይረ ኣወሃህድ ኣቢለ ጠብሰ እየ ማለት እዩ ሓደ ሓደ ግዜ ካብቲ ስጎ ውፅእ ኢልካ ከምዚ ጌርካ ሰሪሕካ ክትበልዖ ከለካ ብጣዕሚ እዩ ጥዑም እንደገና ከዓ ዳርጋ ሄልዝ እያ ማለት እዩ ሕምልቲ ገለ ስለ ዘለዋ ብጣዕሚ ጥዕምቲ እያ ስለዚ ሰሪሕኩም ፈትንዋ ከምዚያ ኢላ ተቐልያትለይ ኣላ ረእዋ ወዲእዎ እቲ ማይ ስቲ ኣቢልዎ ዋላ እቲ ሕብሩ ቀይሩ ሕጂ እቲ ሽጉርተይ ክገብረሉ እየ ማለት እዩ እዚአን ሽጉርተይ ከም ዝትሪእዎ ዘለኹም ሓንቲ ሽጉርቲ ማእከለይቲ እየ ተጠቂመ ዘለኹ ንእስ ዝበለት ከምዚኣ ገይረ ገይረ ኣለኹ ኩሉ ግዜ ዓቐን ከከም ብዝሕና ኣነ ናይ ፋሚሊ ስለ ዝሰርሕ ደለኹ እየ እምበር ከከም ብዝሕና ማለት እዩ ጥራይቲ ኣገባባት ኢና ክንወስደ ዘለና ከምዛ ትርእይዋ ደለኹም ኣወሃህድ የብል ኣለኹ ረይዎ ቁሩብ ጥብስ ምስ በለ ሕጂ እቲ ሽጉርቲ ሽጉርቲ ጻዕዳ ከዓ ክገብረሉ እየ ኣጸቢቑ ከይመተ ከሎ ጸቢቑ ከይበሰለ ከሎ እቲ ሽጉርቲ ማለት እዩ ቁሩብ ቅልው ምስ በለ ከምዚ ጥብስ ምስ በለ እተን ሽጉርቲ ጻዕዳ ከዓኒ ምስአን ነእትወን ክነግረኩም ኣይክእልን እየ በቃ ብጣዕሚ እያ ጥዕምቲ በሊዕኻ ኣይትጸግባን ኢኻ ማራ ጥዕምቲ ስለዚ ሰሪሕኹም ፈትንዋ ብጣዕሚ ጥዕምቲ እያ ዋላ ንስራሕ ትኾነና ንገዛ ትኾነና ኣብ ዝኾነ ክትከውን ትኽእል እያ ንቆልዑ ንዓበይቲ ስለዚ ሰሪሕኹም ፈትንዋ ባርከስ ከምዚኣ ገይረ ንሰን ምስ ተቐለባለይካ እተን ቀመማተይ ዝቐረብክወን ብላዕሊ ገብረሉ ኣለኹ ንዐን ከዓ ከምዚኣ ጌርና ቀስ ጌርና ኣዋሃህድ ዳቢልና ኣንኹሰ ኢና ከምቲ ቀዲመ ዝሓበርኩኹም እተን ስጋ እንድሕር ቅሩብ ቅልው ኢለን ዋላ ሓንቲ ግዜ ኣይወስድን እዩ በብሓደ ንኹሉ የእትዎ እትዎ ኣቢልካ ነንእሽተይ ኢና ንቐልዎ ጸቢቕና ኣብ ምታይ ነብሎን ኢና ከምዚ ጸቢቑ ከምዚ ሙድ ዝበለ ንገብሮ ኢና ትሪእዎ ኣለኹም እቲ ሽጉርቲ ጸቢቑ ኣይመትን ቁሩብ ጥራይ ከምዚ ጥብስ ምስ በለ ይኣኽሉይ። እምበኣርከስ ምስ ተቓላዋለይ ንሳተን ድማ ሓንቲ ማንካ በዚ ናይ ጣውላ ሓንቲ ድልኽ ገይረሉ ኣለኹ ከም ዝትይዎ ዘለኹም ገይረ ንዓያን ከዓ ኣወሃህድ ኣቢልና ፅቡቅ ጌርና ነኩሶ ማለት እዩ ድልኽ እንተዘይደሊና ከዓ ኮሚደረ ክንገብረሉ ንኽእል ኢና ፀገም ደለዎ ኣይኮነን ኣነ ግን ድልኽ ገይረ ከምዚ ኣለስልስ ከብለለይ ስለ ዝደልኹ እንደገና ሕብሪ ካብ ቁርብ ቅይሕ ክብለለይ ስለዚ ድልኽ ተጠቂመ ኣለኹ ክልቲኡ ውን ክንጥቀም ንኽእል ኢና ጃስት ኣነ ከምዚ ማይ ከምዚ ማይ ዝቕብብ ከይብል ኢለ እየ ኮሚደረ ዘይገበርኩሉ ከምዚ ትርእይዎ ዘለኹም ንዓ ከዓኒ ኣወሃህድ ኣቢለ ሕጂ በዚ ጎኒ ፓስታ የብስል ኣለኹ ካብቲ ናይ ፓስታ መራቕ ካብቲ ማዩ ቁሩብ ኣንጥብ ኣቢለሉ ኣለኹ ማለት እዩ ካልእ ማይ ካብ ዝገብረሉ ኢለ ካብቲ ናይ ፓስታ መራቕ ገይረሉ ከምዚ ትርእይዋ ዘለኹም ጽቡቕ ገይሩ ምኽስታይ ምስ ኮነለይ ትውህህድ መስ ኣበለለይ እተን ፖርፖረን ድመተርክወን ከዓኒ ኣብኣ ገይረየን ኣለኹ ብላዕሊ ማለት እዩ ከምዚኣ ጌርና ንዐን ድማ ክተን ቀዳሞት ኣሕዋተን ኣወሃህድ ነብሎ ክቡራት ተኸታተልተይ እዚ እንዳረኣኹም እቶም ሳብስክራይብ ዘይገበርኩም ፕሊዝ ሳብስክራይብ ግበሩ። እቶም ዝረኣኹም ኸዓ ርኢኹሞ ስቕ ትብሉ ኣለኹም ነታ ላይክ ጥወቕ ኣብልዋ ዋላ ሓንቲ ዝውዳኣልኩም ነገር የለን። ስለዚ ጥወቕ ጥወቕ ኣብልዋ ፕሊዝ። ስለ ኩሉ ትገብሩለይ ከዓኒ ብልቢ ብልቢ እየ ዘመስግን። ከም ቀደምኩም ምትብባዕኩም ኣይፈለየኒ ማለት እዩ። ሕጂ ኸዓ ነታ ቐንጥሻ ማለት እዩ ድሕሪ ተን ፖርፖሮኒ እታ ቐንጥሻ ከምዚኣ ገይረ ከዓ ንዓን ከዓ ገይረየን ኣለኹ ከምዚኣ ጌርና ፅቡቅ ጌርና ነወሃህዳ እዚ ዋላ ምስ ሩዝ ከምዚ ኢሉ ከሎ ዋላ ምስ ሩዝ እውን ክንበልዖ ንኽእል ኢና ማይ ከየንጠብና ዋላ ሓንቲ ከየንጠብና ከምዛ ትርእይዋ ዘለኹም ጌርና ምስ ሩዝ ክንበልዖ ንኽእል ኢና ፀገም ደለዎ ኣይኮነን ኣነ ግን ሎማዓንቲ ምስ ፓስታ ምስ ስፓጌቲ ስለ ዝመደብኩ ፓስታ የብስለሉ ኣለኹ በዚ ጎኒ ማለት እዩ ስቲል ሕጂ እውን ካብቲ ናይ ፓስታ መረቕ እየ ዝገብረሉ ዘለኹ እቲ ማይ ኣገዳሲ ይኮነን ኢለ ነቲ ናይ ፓስታ እንዳበሰለ ኣይቀዳሕኩልኩምን ንሱ እንዳበሰለ ካብኡ ካብቲ ማይ እየ ዝገብረሉ ዘለኹ ነዚ ክስታይ ማለት እዩ ኖርማል ማይሲ ኣይኮነን ሕጂ ከምዚ ትርእይዎ ዘለኹም ዳርጋ በሲላ ትለይ ኣላ ትርእይዎ ኣለኹም ሕጂ ሓንሳብ ክድን ከብላ ንእሽተይ ከምዚ ሽሎቕ ክትብል ሓንቲ ዳ ገለ ትኸውን ከምዚ ትርእይዎ ዘለኹም እንደገና ከፊተ ከዓ ተመሊሰዮ ኣለኹ ማለት እዩ ከምዚ ኢሉ ጽቡቕ ገይሩ ዳርጋ ተወሃሂድለይ ደሎ ረይዎ ኩሉ እቲ ጨዉ እቲ ቀማሙ ገለ ስለ ቀዲመ ዝገበርክዎ ሕጂ እታ ፓስታ ዘቂቀ ኣምጺኤ ከምዚኣ ጌረ ኣብታ ልዕሊኣ ጌረ ከዋሃህዳ ማለት እዩ። ቀስ ጌርና ከይቋራረጸና ቀስ ጌርና ከምዚ ጌርና ዳጋላበጥና ኣዋሃህድ ነብሎ። ከምዚ ጌረ ቀስ ጌረ ናብ ኩሉ እንዳጋላበጥኩ ቀስ ጌረ የዋሃህዶ ኣለኹ። ራይዎ ነቲ ክስታይ ቀስ ገይረ ፈሪሀዮ ምሻሉ ከይቋራረፀኒ እቲ ስፓጌቲ ኢለ ቀስ ገይረ ኣወሃህድ ኣብሎ ኣለኹ ራይዎ ከምዚኣ ኢላ ተወሃሂዳትለይ ኣላ ከምዛ ትሪእዋ ዘለኹም ኣዝያ ፅብቕቲ ኮይና ሕጂ ንእሽተይ ቁሩብ ንቕፅ ክብል ትማዩ ከይከደና ማለት እዩ ንእሽተይ ከምዚኣ ጌርና ግድፍ ኣቢለዮ ኣለኹ ማለት እዩ ንሓንቲ ዳኣ ትኸውን ከምዚኣ ጌራ ድሕር ሓደ ደኣ ንቐፅ ምስ በለትለይ ሕጂ ናብ ምቕራብ ክኣቲ እየ ማለት እዩ ራይዎ ንቕፅ ኢሉ ትማይ ዋላ ሓንቲ የብሉን ሕጂ ምቕራብ ጥራይ ትተርፈኒ በሲላ ብጣዕሚ ፅብቕቲ ኮይና ማለት እዩ ከርእየኩም ኢለ እቲ ማይ ዋላ ሓንቲ የብሉን ረእይዎ ኣይንቁፅ ኣይሉስሉስ ፅቡቅ ኮይኑ ዝተረፈ ማይ የብሉን ብታሕቲ ብጣዕሚ ፅብቅቲ በቃ ኮይና ብጣዕሚ ጥዕምትን ፅብቅትን ፓስታ ኮይና ረእይዋ እምበኣር ከማይ ኢላ ምስ ወደእትለይ ከምዚኣ ገይረ ቀሪበያ ኣለኹ ናይ ሎማዓንቲ ምሕ- ምሳሕና ከምዚኣ ትመስል ነይራ ንምሳሕ ትኾነና ንድራር ትኾነና ኣዝያ ኣዝያ ብጣዕሚ ጥዕምቲ እያ ብእውነት ብዘይ ቀልዓለም ኣነ ብጣዕሚ ፈትየያ ኩሎም ቆልዑ እውን ፈትዮማ ስለዚ በጃኹም ሰሪሕኹም ፈትንዋ ቅያር ካብ በርበረ ገለ ውፅእ ክትብል ተደሊኻ ሓደ ሓደ ግዜ ከምዚ ጌርካ ክትበልዕ ትኽእል ኢኻ። ኣዝዩ ኣዝዩ ቀሊል እዩ። ብደሎ ኣስቤዛ ኣብ ገዛና ከዓኒ ዋላ ስጋ ተዘይሃልና በቲ ሕምልቲ ጥራይ ጌርና ክንሰርሖ ንኽእል ኢና። እቲ ሕምልቲ ተዘይሃል ብዝኾነ በቃ በቲ ደሎ ኣብ ገዛና ጌርና ሰሪሕና ብቕል ዝበለ ከምዚ ጌርና ንመገብ። እምበኣር ናይ ሎማዓንቲ ትሕዝተይ እዚኣ ትመስል። ንቐደም በሉ እንዳበልኪ ኢኻ ንቐደም በሉ ንቐደም በሉ። ጥዒምኩማ ዶ ጥዕም ኣቢልኩም ከዓ ነታ ላይክ ጥወቕ ኣብልዋ ክብራት ተኸታተልተይ እምበኣር ከስ ኣብ ቀጻሊ ብካልእ ትሕዝቶ የራኽበና ባይ ባይ ባይ ባይ ባይ